ሰላም ሰላም ኣብ ሙሉእ ዓለም ዘለኹም ሰናይ ክትሉ ሰናይ ምኔተዩ ምሳኹም ዘለኹ በረኸት ጋዕሽመ ሓጻር መልእኽቲ ኣላትኒ ንደለይቲ ፍትሒ ኣብ እስራኤል ንርከብ ዝርከቡ ማለት እዩ እዚ ኣጓኒፍና ዘሎ እዚ ዝረአ ዘሎ ባእስታትን ብኩሉ ሓፈሻዊ እንዳ ዘየደይ ዝኸይ ዘሎ እቲ ቀንዲ ጉዳይ ከዓ በዚ ሓድሽ ኣምባሳደር ናይ ህግደፍ ማለት እዩ ሓደ ሰብ ቅተልሎም እሞ ጋር ነብሲ ባዕለይ ክኸፍሎ እየ ከምኡ ምስ ገበርኩም እቲ ምቅዋም እውን ክገድፍዎ እዮም ተዳሂሎም ዝብል ትእዛዝ ኣመሓላሊፉ ስለ ዘሎ ኩላትና ንዝኾነ ነገር ኩነታት ድልዋት ክንከውን ኣለና። ስምረትን ጥምረትን ክህልወና ኣለዎ ምኽንያቱ ካልእ ምርጫ የብልናን ንሕና። ካብ ዓድና ክንወጽእ ከለና ጠሚና ኣይወጻናን። ብፍላይ እዞም ጋሽ ባርካ ደቂ ዓደይ ማለት እዩ ደቂ መሓጀር፣ ጉልጅ፣ ኣንተረ፣ ሻምብቆ ቢምብና ባሮንቱ ተሰነይ ዓሊግድር ገርገፍ ተበልድያ ጽቡቅ ገርና ስለ ንፋለጥ ንሕና ጠሚና ኣይተሰደድናን ክሳብ ክልተ ሽሕን ትሽዓተን መንግስቲ ሓንቲ ይገበረና ክልተ ሽሕን ትሽዓተን ኢና ሜረትና ተሓዲግና ነፍሲ ወከፍ ገዛ ልዕሊ ዓሰርተ ሰዓት ዕስራ ሄክታር ዓሰርተ ሄክታር ትውንን ነይራ እቶም ሃብታማት ከዓ ልዕሊ ሚእቲ ሰዓት ክልተ ሚእቲ ሄክታር ማለት እዩ ስለዚ ጠሜ ተሰዲደ ዝብል ወዲ ጋሽ ባርካ ሓሳዊ ጥራይ ኣነ ጠምየ ሰደ ዝብል ኣብ ኮመንት ይጽሓፈለይ ድሕሪ እዚኣ ቪድዮ ምስዳለይ ሽዑ ብሊቭ ክንካታዕ ምስኡ ማለት እዩ ጥሜት የብልናን ኣብ ጋሽ ባርካ ምናልባት እዮም ካልኦት ዞባታት ኣቐዲመን ደን ተዓሚጽን ተጨፍሊቐን ንሓንቲ ሰፊሕ ኣርእስቲ ከይኮነና ሓፈሻዊ ስጉምትና ደለይቲ ፍትሒ ክንጥንቀቕ ጥራይ ዘለና ኣብ እስራኤል ዘለና ማለት እዩ ምክንያቱ ድሕሪ እዚ ዓቢ ባእሲ ኣብ ሽኮና ትግቫ ብመደብ ብስርዓት ህግደፍ ዝተመወሉ ማለት እዩ ተኻይድ እዩ ብቪድዮ ኣይተቀድሐን ግን እዚኦም ሽዱሽተ ዝኾኑ ደቂ ሻምብቆን ኣንተረን እዮም ማለት መራሒ ጉጅለ ዋንክኤል ዝበሃል ጸሊም ቀቲል ኣብ ሸኮና ቲግባ ኣብ እንዳ ኩዳር ናይ ምሸት ዝሰርሕን ንሱ ቀንዲ ኣዛዚኦም እዩ ኩብሮም ዝበሃል ከኣ ስንኩል እዩ ማለት እዩ ብክልተ ምርኩስ ዝኸይድ እዩ ንሱ ከኣ ክወቅዕ ዘይኮነ ካሕሳ ደልዩ ምስኦም ተበግሹ ማለት እዩ ስለዚ ኣብ ደለይቲ ፍትሒ ኣብ ሸኮና ቲግባ ዝርከቡ ከጥቅዑ ጀሚሮም ኣጋጣሚ ኮይኑ ግን ኣይሰመረሎምን ዋንክኤል ሕቁኡ ተተብቲቡ ኣሎ ታንከር ተዘቢጡ ኣሎ ድሕኩሞ እንተኮይኖም ሕጂ ህግደፍ ክሕኩምዎ እዮም ማለት እዩ እቲ ክብሮም ብስትላ ወጺኡ ኣሎ ስለዚ ዋላ እቶም ምርኩስ ዘለዎም ከይትንዕቅዎም ተጠንቂቅኩም ኪዱ ኣይሃርሙናን ኢልኩም ከይትግብሩ ደለይቲ ፍትሒ ማለት እዩ ክብሮም ትፈልጥዎ ብምርኩስ ዝኸይድ እዩ ገዛ ከራይቶም ዕርክቱ ዝኸፍልሉ እዩ መራሒ ጉጅለኻ እዩ ምክንያቱ ህግደፍ መን ይድግፎ መን ይሕጉ ትፈልጡ ደንቆሮን መሃይምን ስንኩል ስንኩል ናይ ኣእምሮ ዘለዎን ሓንቲ ክሰርሑ ዘይክእሉ ንዕኦም እዩ ዝጻወተሎም ሓንቲ ለውጢ ዘይብሎም ራኢ ዘይብሎም ንዕኦም እዮም እዋን ክእልካ ብሸሞንተ ቆለቡ እዩ ማለት እዩ ስለዚ ጽቡቅ ገርና ንፋለጥና ሓዊ ይውናዓይ ኣብ ዕላማ ግን ሓዊ ዝበሃ የለን ኣብ ዕላማ ኣንጻር ደላይ ፍትሒ እንተጸኒሐ ክፍጉመ ምሕረት ዝበሃ የለን ኣብ ዕላማ ዕላማ እዩ ምክንያቱ ሜረት ኤረትራ ምስ ባሕሩ ምስ ሜረቱ ገዲፈሉ ወጼ ኣለኹ ንምንታይ ሰላም ክረክብ ሰላም ስለ ዝሰኣንኩ ሰላም ክነብር ኣብ እስራኤል መጼ ኣለኹ ዑቅባ ከኣ ሓቲተ ኣለኹ ቡዙሓት ዑቅባ ክትመልኡ ከለኹም ከም ኣስተርጓሚ ኮይነ መልኤልኩም ኣለኹ ትትመልእዎ ንፋለጥ ኢና ማለት እዩ ትወኺኹም ከማኹም ገርዲ ጭነቅ የለን ከም ደገፍቲ ህግደፍ ገርዲ ጭነቅን ድባሳጮን የለን ምምላስ እንተኾይኑ ክንዳኹም ድጭነቅ ሰብ የለን ንሕና ቀቢጽናያ ንኤረትራ ክሳብ ዲክታተር ካብታ ሃገር ድወጽእ ስለዚ ሓቢርና ብሰላም ንንበር ከማና መሲልኩም በቲ ናትና ስምብራት ናሸቀጥኩም ንበሩ ሓንቲ ንብለኩም እና ን በቲ ስርዓት ዝበሎ መንእሰያት ደገልግልዎ ስለ ዝሰእኑ ባእሲ ግበሩ እሞ ሓቢሮም ክጉሕፍኹም እዮም ናባና ካብኡ ንሕና ባራዩ ኮይና ክንቆጽለሉ እዩ እቲ ዕላማ እዚ ግን የለን ግዜ ኣኺሉ እዩ ክንፈላለ ኢና ማለት እዩ ሎሚ ሓውኻ ኣሕሊፍካ ይወሃብኒ ነውሪ ዝበሃ የለን ምክንያቱ ኣብ ምንባርን ዘይምንባርን ኢና ዘላ ማለት እዩ ንስኹም ተሰሰግግኩም መርሓባ ኢሉ ክቕበለኩም እዩ፣ እታ እትደርበኹማ ብረት ክበኩም እዩ፣ በጃኹም ጸዲቕኩም ክተገልግሉ ኢኹም። ንሕና ግን ትሕቲ ሜረት እስር ቤት እዩ ክጽበየና ማለት እዩ። ንዓና ኣቦታትና በዓል ሃይለ ድሩ እዮም፣ በዓል ቤተወደድ እዮም፣ ተወደድ ኣብርሃ፣ በዓል ጴጥሮስ እዮም። እቶም ትሕቲ ሜረት ጂሽሽትን ኣትዮም ዘለዉ ንሶም እዮም እቲኦም ኣቦታትና። ስለዚ ድመጻና ዕጫ ንሱ እዩ። ስለዚ ምንባር ኣይትኽእሉና። ብሰላም ንንበር ኢና ንብለኩም ዘልና። ኣብ እስራኤል መዓልቲ ናጽነት ከተኽብሩ መሰል የብልኩምን። ምኽንያቱ ፖለቲካዊ ዑቕባይት እዩ ናትኩም ናይ ዑቕባ ሕቶኹም። ፖለቲካዊ ዑቕባ ክትረኽቡ ሰብ ዝኾነ መሰል የብልኩምን። ምስ ኣምባሳድር ኮይንኩም ከተብዕልዎ እዩ ዝብለኩም ዘለኹ። በዓል ናጽነትኩም ትኣምንሉ እንተኾይንኩም ኣብ ገዛኹም ኣብዕልዎ። ምስ ኣዕሩኽኩም ኮይንኩም ኣብዕልዎ። ምስ ኣምባሳድር ኮይንኩም ደብዕሉ ምኽንያት ግን የብልኩምን። ምኽንያቱ ፖለቲካዊ ዑቕባ ኢኹም ሓቲትኩም ዘለኹም። ክሳብ ሕጂ ከኣ ብሰንኩኹም ሪጀክት ወይ ከኣ ተነጺግና ንርከብ። ስለዚ ምንባር ስለ ዝኸላእኹምና። ኢና ንሕና ኣብ ባእስን ካልእን ንኣቱ ዘለና ሳላ ኣብ ባእስን ገለን ዝተኣትወ ከኣ ማዕከናት ዜና መሊኦና ሕጂ ሓንሳ ሓንሳብ ኩናት መፍትሒ ሰላም እዩ መጸውዒ ሰላም እዩ ዓላ ደዋን እቲ ኣብ ካልእ ዓለም ዘለኹም ደም ምፍሳስ ገለ የድልየና እዩ ንዓና የድልየና እዩ ምኽንያቱ ምርጫ የብልናን ከምኡ ካይተፋሳስካ ማዕከናት ዜና ይመጽኻን ከምኡ ካይተፋሳስካ ፖሊስ ኣብ ቅድሚ ሕጊ ገበነኛ የቕርብዎን እዮም ኣብዛ ዓዲ ኤርትራውያን እዮም ኢሎም ሸሊሎም ከኣ ምስ ከዱ ሕጂ ግን ቆላሕታ ተረኺቡ ምፍላይ ይጅመር ኣሎ ንሕና ከኣ እቶም ንፈልጠኩም ተገልጉሉ ከምቲ ንዓና ኣንጻርኩም ከም ዘለና ንህግደፍ ጸብጻብና ኣርኪብኩሞ ዘለኹም እቶም ተገልግልዎ ዘለኹም ከኣ ጸብጻብ ከነረክብ ኢና ክተውጽኡ ኣነ ሰራሕ ይሰሪሐ ምስ ተጣባቂ መሰላት ይሰሪሐ ትፈልጥዮም ጸብጻበይ ከኣ ከርክብ እየ ማለት እዩ ኣበይ እሞ ኣምላኽ ዘዝገብሮ ኣርኩብና ዘዝብሉና ኣንጽንቲ ብላ ክንበክብ ኢና ምርጫ ይብልና ናቱ ምንባር ተኸእሉና ስለ ዘለኹም ሓፈሻዊ ግን ደለይቲ ፍትሒ ቁልጡፍ ዝኾነ ኣኼባ ክንጽውዕ ኣለና፣ ጉጅለና ክንፈሊ ኣለና፣ ብወትስ ኣፕ ቴለፎንና ክምዝገብ ኣለዎ፣ ኩሉ ግዜ ድልዋት ኮይና ክንከይድ ኣለና፣ ምክንያቱ እቲ ኣምባሳደር ሰብ ቅተሉ ኢልዎም ስለ ዘሎ ክሳብ ሰብ ዝቀትሉ ኩሉ ግዜ ይደራደሩ ወይ ከዓ ይተኣኻኸቡ እዮም ዘለዉ፣ ንሕና ከዓ ሓይልና ጎኒ ጎኒ ሕጊ እናኽበርና ነብስና ምክልኻል ከድልየና እዩ። እቲኦም ደለይቲ ፍትሒ ኣብ ባር ትኣትዉ ባር ትሰትዩ ከዓ ኣብ ናይ መን ባር ትኣትዉ ኣለኹም ፍለጡ። ህግደፍ ምቕታል ጥራይ እዩ ናቱ ዋላ ክስምሙ ክኾኑ ይኽእሉ እዮም ዋላ ከደቅሱ ክም ይኽእሉ እዮም ኣደቂሶም ክፈግኡ ክም ይኽእሉ እዮም ዝኾነ ህግደፍ ፊት ንፊት ኣይገጥመካን እዩ ዝኾነ ህግደፍ ራስ ብራስ ንሓደ ሰብ ኣይገጥሞን እዩ ዝትሑዝ ግበርዎ ምክንያቱ ኣብ ሆሎት ርኤናዮም ኢና እንዳ እስር ቤት ኮርና ተበረኻ ሓዎም እንዳ ተጨፍለቐ ተሚሎም ዝርእዮም ዋላ ሓንቲ ክገብሩ ይክእሉን እዮም ኣይዋፅኦም እዩ ከንበር ጌጋስ ከም ዘለዉ ውሽጦም ነግሮም ይፈልጡ እዮም እቲ እስራኤል መሕተቲ ዕቑባ ፖለቲካ ዕቑባ እዩ ሓፈሻዊ ብሰላም ንንበር እንተልኩምና መርሓባ፣ ንድፈሰሰ ደም ክንመልሶ ኢና ትብሉ እንተሃሊኹም ግን እቲ ደላይ ፍትሒ እዚ ዘሎ ሓደ ንዓሰርተ ኢና ክንኮነኩም ማለት እዩ። ታሪኽ የብልኩምን ኣብ እስራኤል። እዚኣ ክብለኩም ድደሊ እቲኦም ትተኣኻኸቡ ዘለኹም ከም በዓል ዑባምኪኤል መራሒ ጉጅለ በዓል ክብሮም ከኣ ዑባምኪኤል ደቂ ከዕቢ ክብሮም ከኣ ኣምላኽ ምሕረት የውርደልካ። ኣነ ብሓቂ እየ ዝብለካ ካብ ሃርመን ተመጺኣ ክልተ ምርኩስ ከኣ ኢሕዲገ ኣፍካ እየ ክኣስረካ ኣይሃርመካን እየ ንዓኻ ምክንያቱ ኣነ ስንኩል እየ ካባካ ክሃርም ኣይደልን ኣምላኽ ባዕሉ ሃሪምካ ኣሎ ስለዚ ብሰላምካ ንበር ክብለካ ይደሊ ብሰላም ንንበር ይኣኽለና እቲ ምትህራም ገለ መለ ይኣክል ይኣክል the game is over ሕጂ ምክንያቱ ጠመተ ረኺብና ኢና ማዕከናት ዜና መፂና ኢና ፖሊስ ንከታተሎ ስለ ዘሎ ሕነ ክትፈድዩ ወይ ሰብ ክትቀትሉ ትሓስቡ ዘለኹም ህግደፋውያን ትርጉም የብሉን ውዱቓት ኢኹም። እቶም ደለይቲ ፍትሒ ከኣ ኣብ ዝኾነ ጉዕዞና ክንጥንቀቕ ኣለና። ምኽንያቱ ሂወትና ክንጥንቀቕ ኣለና። ክንሰቲ የብልናን ክንሰክር የብልናን ኣብ ናይ መን ቤት መግቢ ኣብ ናይ መን ባር ክንኣቱ ኣለና ክንፈልጥ ኣለና። ደጊም ተፈላሊና ኢና። እዚ ሓወይ እዚ ገለ ዝብሃል የለን። ደላይ ፍትሒ ከኣ ደላይ ፍትሒ ሓውኻ እዩ። ወዲ መንደፈራ ድዩ ወዲ ዓዲ ኾላ ድዩ ዋላ ወዲ ኦምሓጀር ድዩ ንዓይ ሓወይ እዩ ደላይ ፍትሒ እንተኾይኑ። ህግደፍ ተኮይኑ ግን ኣይሓውን እዩ ኣነ ኣይቆርበን እየ ስነ ሓሳበይ ናቱ ነድበይኒ እዩ ኣብ ኩናት እንተኮይኑ ኣነ ምስ ደላይፍት እየ ዝፅጋዕ ስለዚ ተከባቢርና ንንበር ብስምብራትና ሸቂጥኩም ትነብሩ ደሊኹም ኣብ እስራኤል መርሓባ ንበሩ ሓንቲ ንብለኩም ኢና እኖ ከነስግጎኩም ክንፍትን ኢና መንግስትና ዝበልና ኣብ ተግባር ክነውዕሉ ናቱ እንተኮይንኩም ንሕና ከዓ ንመሰልና ተላዒልና ኣለና ማለት እዩ ስለዚ ዝኾነ ደላይ ፍትሒ ሱፅ ኣኼባ ጌርና ጉጅለና ክንፈሊ ኣለና፣ ንዘሉ ኩናት ኩሉ ድልዋት ክንኮን ኣለና፣ እትም ዝኾነ ኣብ ገበን ኣትዮም ዘለዉ የሕዋትና ውን ደሃዮም ሓቲትና ብግቡእ ምውጻእ ጌርና ግቡእ ጠበቓ ጌርና ሓገዝና ከነበርክት ይግባእ። ህግደፍ ዋላ ሓንቲ ኣይፈልጦምን እዩ ኣይዝክሮምን እዩ ዮዲ ተሻይራ ሓንቲ ይገብረላን እዩ ዋላ ደም ድፈሰሰ ድረኣኹሞ ኣይዝክሮምን እዩ እዋን ከ ተተብቲቡ ኣሎ ዝረኣዮ የለን ጽቡቅ ገረ ዝፈልጦ ኣነ ኣይሪኦምን ህግደፍ ኩሉ ግዜ ንክጥቀመልካ ደኣ እምበር ክትጥቀመሉ ኣይፍቀድን እዩ ህግደፍ ንኸራብሓልካ ደኣ እምበር ክትረብሓሉ ኣየፍቅድን እዩ። ህግደፍ ንኸተገልግሎ ደኣ እምበር ከገልግለካ ኣይደልን እዩ። እዚ ስለ ዝኾነ ደለይቲ ፍትሒ ከም ኣሕዋት ልክዕ ከምታ ናይ ቐደምና ተሓባቢርና ተሓጋጊዝና ንመሰልና ደው ክንብል ኣለና። ኣብ ስርዐት ዘለና ኩሉ ጉዕዞና ብጥንቃቐ ዝተመልኤ ክኸውን ኣለዎ። ዝኾነ ንዕቐት ከነውግድ ኣለና ክሳብ ሰብ ምርኩስ ክሃርሙ ተላዒሎም ክሳብ ዘለዉ ማለት እዩ። ስለዚ እዚኣ ሓበሬታ እዚኣ ክበኩም እየ ዝደሊ። ሰላም ዝመጽኣኒ ኣነ ሰላማዊ እየ ኩናት ዝኣወጀ ግን ብኩናት እየ ክፈልዮ ዝደሊ ድሕሪ ኩናት እዩ ናብ ቤት ፍርዲ ክንከይድ ምኳና ርዱእ እዩ ኣብ ምርጫ ካልእ የብልናን ስለዚ ብሰላም እንተኢልኩም መርሓባ ብሰላም ንንበር እነ ብቅልፅምና ኢና ከም ናይ መራሕትና ትብሉ እንተሃለኹም ግን እዚ ዓዲ ቅልፅም ቅልፅም ኣይኮነ ድሕሪ ቅልፅም ቤት ፍርዲ ስለ ዘሎ ዓዲ ሕጊ እዩ ከዓ ስለዚ ዝሓሰብና ንሕና ወዲእና ኢና ትገብሮ ዘለኹም ምዕግርጋር ሰብ ምቕታል ገለ ትሓስቦ ዘለኹም ግን ባዕልኹም ኣብ ዘይክርሳይኩም ከይትኣጡ ቁልሓ ይብለኩም እዩ ዝምባሳደር ንኣፍዩ ተዛሪቡ ዘሎ ኣይዝክረኩምን እዩ ስለዚ ብሰላም ንበሩ ምሳና ኣንጻር ረብሓኹም ኣይትኸዱ ፖለቲካ ዑቕባ ሓቲትኩም ስለ ዘለኹም ሰላም ንበሩ ክብለኩም እየ ድደሊ ክሳብ ሽዑ ሰሰና እዩ ኣገዳሲ ተኾይኑ ሸር በልዎ የቐኒለይ